ኣብ ህዝብና ሓደ ዓርኪ ሰባር ነቓዕ ዝብል ብሂል ኣሎ። እዚ ብሂል እዚ ብሓደ ዝኸዱ ዕሩኽ ሓደ ዓይነት ባህርን ኣረዳድኣን ከም ዘለዎም እዩ ዘረድእ። ምኽንያቱ ብሓደ ዝኸዱ ዕሩኽ ሕድሕዶም ስለ ዝጸላለዉ እቲ ሓደ ሰባር እንተኾይኑ እቲ ሓደ ብውሕዱ ነቓዕ ክኸውን ኢኻ ትጽበዮ። ስለዚ ብርግጽ ትመርጾም ኣዕሩኽ ህይወትካ ከማእዝንዎ ስለ ዝኽእሉ ጽቡቕካ ምስ ዝደልዩ ሰባት ዕርክነት ተፈጢርካ ህይወትካ ስርዓት እናሓዘት ወይ ከኣ ህይወትካ ስርዓት ንክትሕዝ ክተሓጋገዙኻ ይኽእሉ እዮም። እቲ ዓቢ ሕቶ ኣብዚ ግን መን እዩ ናትካ ጽቡቕ ዝደሊ ዝብል እዩ። ምኽንያቱ ምስ ብዙሓት ሰባት ዕርክነት ክትምስርት ትኽእል ኢኻ። ገሊኦም ደቂ ክላስካ፣ ገሊኦም ደቂ ገዛውትኻ፣ መሳትይትኻ፣ መቋምርትኻ፣ መቸስ ከይተረዳእካ ኣዕሩኽትኻ ዝኾኑ ወይ ከኣ ከይተረዳእካ ምስኦም ክትመላለስ ዝጀመርካ ሰባት ኣለዉ። ሕጂ እዞም ኣዕሩኽተይ ትብሎም ሰባት ዝበዝሐ ግዜ ዝጎድኣካ ነገር እናገበርካ ዘተባብዑኻ እዮም። እቲ ዝዓበየ ነገር ከኣ ኣብ ህይወትካ ዕብየት ክተርኢ ኣይድግፉኻን እዮም። ስለዚ ብርግጽ እዞም ኣዕሩኽተይ ትብሎም ጽቡቕካ ዘይደልዩ ክኾኑ ይኽእሉ እዮም፣ ወይ እውን ጽቡቕ ማለት ንዓኻ እንታይ ማለት ምዃኑ ዘይክርድኦም ይኽእል እዩ። ሕጂ ከመይ ጌርካ ኢኻ ጽቡቕካ ወይ ከኣ ዕብየትካ ዝደሊ ዓርኪ ትመርጽ እንተኢልና፣ ሓደ ብዛዕባኻ ጽቡቕ ዜና ንገሮ። ጽቡቕካ ዝደሊ እንተኾይኑ ኣዝዩ ክሕጎስ እዩ፣ ጽቡቕካ ስለ ዝደሊ ከኣ ምሳኻ ኮይኑ ፌሳ ክገብር እዩ። ካልኣይ ከኣ ብዛዕባኻ ሕማቕ ዜና ንገሮ። ጽቡቕካ ዝደሊ እንተኾይኑ ሕማቕ ዜናኻ ኣዝዩ ከሕዝኖ እዩ፣ ከጸናንዓካ እዩ፣ ነቲ ዘጋጠመካ ነገር ንምፍታሕ ከኣ ዝከኣሎ ክገብር እዩ። ስለዚ ዓርክኻ ትገብሮ ዝኾነ ሰብ ጽቡቕካ ዝደሊ ክኸውን ኣለዎ። እዚ ማለት ንስኻ እውን ናይ ዓርክኻ ጽቡቕ ትደሊ ዓይነት ሰብ ንምዃን ሓላፍነት ክትስከም ክትግደድ ኢኻ። ስለዚ ኣብ ህይወትካ ትሓልየሉን ትእርሞን ወይ ከኣ ዝሓልየልካን ዝእርመካን ዓርኪ እንተለካ ህይወትካ ስርዓት ዘለዎ እናኾነከይድ ጽቡቕካን መጻኢኻን ዘይረኣዮ ዓርኪ እንተለካ ከኣ መወዳእትኡ ክልቴኻ ሰባር ምዃንካ ኣይክተርፍን እዩ። ስለዚ ዓርኪ ጽቡቕካ ዝደለኹ።